ሰላም ሰላም ክብራትን ፍትዋትን ተኸታተልቲ ናይ ማዕዲ ዩቱብ ቻናል ከመይ ኣለኹም? ብኣይ ወገን እግዚኣብሔር ይመስገን ፅቡቕ ኣለኹ። ሰላም እግዚኣብሔር ኣምላኽ ምስ ኩላትና ይኹን። ከመይ ኣለኹም? ብኣይ ወገን እግዚኣብሔር ዝተመስገነ ይኹን። ከምቲ ኣርእስቲ ዝረእኹምዎ ብዛዕባ ናይ ኣብ እጃዛ ዘሎ ኩነታት ኢና ክነዕልል ማለት እዩ። ሓንቲ ሓፍቲ እያ ከምኡ ኢላትኒ ኣብ እጃዛ ዘሎ ፈተናታት ብኸመይ ኢና ክንቋቋሞ ንኽእል? ኣብ እጃዛ ኮይናኸ ኣብ እጃዛ ኮይንና እና ኣብ ዳዓሮ ኮይንና መንፈሳዊ ህይወት እና እንኸዶ ብቦይኒ ይኾነና ይፈራረቐና ኣብ እጃዛ ካሊእ ሰብ ኣብ ዕረፍቲ ካሊእ ሰብ ኣብ ስራሕ ከዓ ካሊእ ሰብ ክልተ ዓይነት ህይወት እዩ ዘለንና ብኸመይ እየ ከተዓርቆ ልኽእል ኢላትንና ናይ ኩልና ሕቶ እዩ በተለይ እጃዛ ለለና ንኩልና ጥያቄ እዩና ብኸመይ ኢና ክንከዶ ንኽእል ብኸመይክ ኢና ሓደ ዓይነት መንፈሳዊ ህይወትና ክህልወና ዝኽእል ልብል ኢና ከነዕልል ማለት እዩ ከም ፍቓድ እግዚኣብሔር ኣምላኽ እንግዲህ ልምንታይ ኢኸ ጠፊኢኽም ትብላ ኖም ኣሕዋተይም ኣለኽን ብርግጥ ጠፊኤ ናይ ዝዓመቱ ማሕበርና ዝነበረ እኳ ዝተረዳእኽነ ተረዳእኽነ ትልያ ኢኽን ናይ ዓመት ማሕበርና ስለ ዝነበረ እዩ ጠፊኤ ማለት እዩ ናብኡ ዘዕበየኒ ማሕበረይ ኣብ ፅቡቕ ነዚ ንዓኻትን ሸር ክገብረልክን ልኽኣልኩ እዚ ንዓኻትም ሸር ክገብረልኩም ልኽኣልኹ እሱ ኮስኩስ ዘዕበየኒ ማሕበር እዩ ማለት እዩ። ብዝተኻእለና መጠን ኣጋይሽ ክንቅበል ከምኡ እውን ምስኣቶም ክንቅኒ በረከቶም ክንካፈል ከስተማቆሮ ምስ ደቂ ማሕበረይ ስለ ዝደለኹ ካብ ሚድያ ኣይመፃኹይ ነይረ ማለት እዩ እና ዘዕበየና ማሕበር ከምዚ ቃል እግዚኣብሔር ክንፈልጥ ልገበረና ላባኻትኩም ክቃላቐል ልገበረኒ ኣነ ልፈለጥክዎ ኣምላኽ ንስካትኩም ከ ልምንታይ ለይፈልጥዎ ኣሕዋተይ ስለምንታይ ለይፈልጠኦ ኣነ እሱይ ብታ ዝተኽኣለኒ መቼስ እግዚኣብሔር ኣምላኽ ብቱ ዝተኽኣለካ መጠን ብቱ ዝሃበካ ንሱ ብቱ እግዚኣብሔር ኣምላኽ ክትፈልጦ ዝገለጸልካ ምስጢር ብዓቕሙ እዩ ዝገልጸልካ እምበር ሙሉእ ብሙሉእ ፈሊጥካዮ ክትብል ማለት ገና ሓንቲ ፐርሰንት ኣይከድነይ ግን ንሱ ክንፈልጦ ብልደለየሉ ቁፅሪ ክንፈልጦ ብልደለየ ነገር እዩ ድኣ ናዕና ናብኡ ክስሕበና ልደሊ እምበይ ሙሉእ ብሙሉእ ፈሊጥናዮ ማለት ኣይኮነን ግን እስኪ ብትንሽተን ልስሓበኒ እግዚኣብሔር ኣምላኽ ልምንታይ ሕዋተይከ ዋላ ድኣ ኣብ ምውዳቕ ኣብ ምትሳእ ኣብ ምውዳቕ ኣብ ምትሳእ ይኾን እምበይ ልምንታይ ሕዋተይከ ዘይፈልጥዎ ምክንያቱ ሓደ ፅሩይ ማይ ልሓልፍ ብረሳሕ ልኾነ ባምባ እዩ ልኸድ ማለት እዩ። ወይ ከዓ ቱቦ ማለት እዩ። እቲ ቱቦ ተሪኢኹምዎ ኣብ ልኾነ ገረብ ማለት እዩ ክሓልፍ ከሎ እቲ ቱቦ ብጣዕሚ ረሳሕ ሳባታት ምናምን ዘለዎ እዩ ማለት እዩ። ኣነ ከዓ ብብዙሕ ሓጢኣት ብብዙሕ ዝተጨማለቐ ህይወት ለለኒ እኳ እንተኾነ እዚ ንኣኻትም ቧንቧ ፅሩይ ማይ ዝኾነ ቃል እግዚኣብሔር ፅሩይ ዝኾነ ቃል እግዚኣብሔር ንኣኻትም ልኸብሎ ከለኹ በቃ ንስለ ለፃናንዕኒ እዩ ማለት እዩ። ሓደ ገፁም ኣነ ዝፈለጥክዎ ልምንታይ ዘይፈልጥዎ ብልብል እዩ ማለት ስለዚ ልዕበየኒ ማሕበር ላውዛኻትም ሸር ክገብረልኩም ልዕበየኒ ማሕበር ስለዝኾነ ማሕበርና ማሕበር ቅዱስ ጊዮርጊስ ላኻትም ከብል ኣይመፃኹን ኣይከኣልኩን ማለት እዩ ስለዚ እስኪ ላብኡ ምልስ ከብለኩም ላፍታሓፍትና ላሓተተትና እሞ ኣብ እጃዛ ከመይ ኢና ንኸድ መንፈሳዊ ህይወት ኣብ ሓደ ዓይነት እንህሊ ሓደ ዓይነት ዝኾነ መንፈሳዊ ህይወት ክህልወና ኸስ እንታይ ኢና ክንገብር ዘለና እንታይ ኢና ፃዕሪ ክንገብር ዘለና ልብል ክንር ሓቢርና ክንዕልል ማለት እዩ ብርግጥ መንፈሳዊ ህይወትና ሓደ ዓይነት ክህልወና ሓደ ዓይነት ክኾነልና ንደሊ ኢና ማለት እዩ። ግን ክንርስዖ ዘይብልና ሓንቲ ቃል ማለት እዩ መንፈሳዊ ህይወት ምውዳቕ ምትሳእ እዩ ማለት እዩ። ምውዳቕ ምትሳእ ልምንታይ ጻድቕ ሲ ሸውዓተ ግዜ ይወድቕ ሸውዓተ ግዜ ከዓ ይትስእል ተባህለ እዚ እዩ ማለት እዩ። መንፈሳዊ ህይወት ኣብ ምውዳቕ ምትሳእ ከዝገወ ስለዝኾንካ ናጋ ከዓ ከምኡ ትኾን ማለት ኣይኮነን እዩ። እንግዲህ እግዚኣብሔር ኣምላኽ ቸር እዩ በእውነት ክብለኩም ከዚ ጽቡቕ ላኸድና ጸኒሕና እሞ ዳሕራይ ጉስስ ክንብል ከለና ሓደ ለስተምህረና እግዚኣብሔር ኣሎ ኣምላኽ ኣሎ ሓደ ብስንፍናናም ክኾን ይኽእል እዩ ግን ካብ ትዕቢትም ክሕልወና ይደሊ እግዚኣብሔር ኣምላኽ ትልልና ፅቡቕ ፅቡቕ ከይድና ንኸድ ፀኒሕና እሞ ውሽጥና ባዶ ዝኾነሉ ሰዓታት ኣሎ ማለት እዩ ንዕና ፅቡቕ ለኻ ድለለና ይመስለና ይኾን ግን እቲ ፍረ ለፍረናዮ ብውዳሴ ከንቱ ክጥለፍ ከሎ እቲ ፍረ ለፍረናዮ ብትዕቢት ክተሓዝ ከሎ እቲ ፍረ ለፍረናዮ ትሕትና ዘይብሉ ክኾን ተሎ እቲ ፍረ ዘፍረናዮ እግዚኣብሔር ኣምላኽ ዘየስምር ክኾን ተሎ እዚ እግዚኣብሔር ኣምላኽ ኣና ክምልከት ከሎ ዝነበረና መንፈሳዊ ህይወት ኣውርድ የብሎ እዩ ማለት እዩ ትሕት ከም እንብል ይገብረና እዩ ማለት እዩ ንምንታይ ከይንወድቆ ከይንስበሮ ካብኡ ከይንርሕቕ ስለ ዝሓልየና ማለት እዩ ሓላይ ኣቦ ስለለለና በእውነት ደስ ይበለና ነመነ ደስ ይበለና ሓላይ ኣቦ ስለለለና ዳሕርታይ ንብል ማለት ንሕና ብትል ተረዳእናዮ መንፈሳዊ ህይወት እኮ ደኺመ ብስሩኸስ ኣብዚ መንፈሳዊ ህይወት ላሃለኹ እዚ ክልተ ዓመት ሰለስተ ዓመት ገይሩ እዚ ማሕበረስ ታኸ ኤፍርየ ንብል ማለት እዩ ኣፍሪና ኢና ደስ ይበልኩ እንደሞ ፍሪና እታ ኤፍርየ ክንብል ከለና ዘፍረና ምኳንና ክርድአና ኣለዎ ማለት እዩ ኣነ እኮ ፅቡቅ እየ ዘለኹ ኣነ እኮ መንፈሳዊ ህይወተይ እዋእ ምን ከማይ ልብል ትዕቢት ክመፀና ከለ ግን ሽዑ እቲ ውድቀትና ልጅምር እግዚኣብሔር ኣምላኽ ብዘይ ምርመር ጥበቡ እዩ ዝጓዓዝ ሒዝና ዝኸይድ ማለት እዩ እና እንድሕር ከምዚ ዓይነት ክህልወና ከሎ ተዓጊስና መንፈሳዊ ህይወትና ኢና ንቕፅል ዘለና በቃ ብፀሎት ምስ ክነብር ክንነብር ኢና ክንፅዕር ዘለና ማለት እዩ ካብኡ መንፈሳዊ ህይወትና በቃ ከዝኮ ወዲቀ እየ ከዝኮ በቃ ምንም ክምለስ ኣይክእልን እየ ክንብል ተለና ከዓ እግዚኣብሔር ኣምላክ ካብ ተስፋ ምቁራፅ ከልዕለና ስለልደሊ በቃ ብዝተፈላለየ መንገዲ ክንለዓል ይገብረና ማለት እዩ እንተስ ብትምህርቲ ገይሩ እንተስ ብኣሕዋትና ገይሩ ብዝተፈላለየ መንገዲ ክንትስእ ይገብረና ማለት እዩ ተስፋ ቆሪፅና ዝነበርና ብድግ ንብል ማለት እዩ ሓመድና ኣራጊፍና ተመሊስና ፀሎት ዘቋረፅና ይላው ፀሎትና ከምኡ ደሞ ፆም ገዲፍናዮ ዝነበርና ላብ ፆምና ማሕበር ገዲፍናዮ ዝነበርና ላብ ማሕበርና ንምለስ ማለት እዩ እና መንፈሳዊ ህይወት ብዙ እዩ ትዕቢት ክንትሓዝ ከለና ከይንወድቕ ስለ ዝደልየና እዩ ንእሽተን ድሕሪት ምልስ ስለ ብለና ማለት እዩ ቸርነት እግዚኣብሔር ክንርኢ ይገብረና ማለት እዩ ትሕት ክንብል ከለና በቃ ወዲቀ እየ በቃ ኮይንኒ እየ ክንብል ከለና ከኣለለ እግዚኣብሔር ኣምላኽ ብለይ ሓሰውና እየለለ እዚ መንፈሳዊ ህይወትና ድኽም ኢሉ ዝነበረ ተመሊስና ንልዓል። እዚ ከዓ ምሕረት እግዚኣብሔር ክንርኢ ስለ ዝደልየና እዩ። ምሕረቱ፣ ቸርነቱ፣ ፍቕሩ ክነስተማቐር ስለ ዝደልየና እዩ። ካልእ የኾነይ። ተስፋ ከይንቋርፅ ብቻ እና ኣሕዋተይ ከዓ ቪድዮ ምናምን ክሰርሐልኩም ከለኹ ቫይራል ንክወፅእ ኣሕዋትና ብዙሕ ንክወፅ ንኣሕዋትና ክበፅሕ ናታትኩም ሓላፍነት ላይክ ምግባር እዩ በእውነት ላይክ እንድሕር ጌርኩም ብላ ኩሉ እዩ ሸር ልብሎ ማለት እዩ ከምኡ ከዓ በዓልትኹም ከዓ ሸር በልዎ ማለት እዩ ምክንያቱ ንሕና እዚ ሓቢርና እንትን ንብለሉ እዩ በቃ ሓቢርና ሸር ንገባበረሉ እንድሕር ስኻቶም ሸር ኢልኩም ጎ ኮይንኩም ከምዚ እኮ ብቪድዮ ትሰብ ተለይ መፀና ብፅሑፍ ግን ሸር ይገብር እዩ ሓሳቡ ማለት እዩ ካብኡ ከዓ ሓሳብኩም ከዓ መሃብ ፍተው ማለት እዩ ምክንያቱ ሓንቲ ሓፍተይ ብውሽጢ መፅያትኒ ከምዚ ከምዚ ፅቡቕ ምናምን ምሰለትኒ ሓደ ከነቓቕሓካ ይገብረካ እዩ ማለት እዩ ላኻትኩም ሸር ንምክገብር ይገብረካ እዩ ካልእም ከምቲ ትፈልጥዎ ንሕና ኣብ ኣብኣ ኣቲና ምንባብ ስለ ንፈቱ ሰብ ኣንቢቡ ታኸ እይባ ኢሉ ንቲ ቪድዮ ጠዊቑ ናይ ምርኣይ ዕድል ኣለዎ ማለት እዩ ግዜ ተዘይወሲድኩልኩም ከምኡ ተትገብሩም ፅቡቕ እዩ ማለት እዩ ምክንያቱ ናብ ኩሉ ንክዳረስ እነምልስ ክብለኩም ንሕና ተስፋ ንኸይንቆርፅ እዩ ከምኡ ዝገብረና ዘሎ እምበኣር ድኣ ኣብ እጃዛና ኣብ ስራሕና ኮይንና ሓደ ዓይነት መንፈሳዊ ህይወት ክህልወና ዝኽእል ከመይ እዩ እንተይልና እዚ ከም መለማመዲ ክንጥቀመሉ ኣለና። ሓደ ገፁ ኣነ ይፀልኦን እየ፣ ሓደ ገፁ ከዓ ይፈትዎ እየ ይብልኒ፣ ሓደ ገዚ ከዓ ኣይፈትዎ እየ ይብልኒ። ማእኸላይ ሚዛናዊ ገይረ እየ ዝሪኦ። ምክንያቱ እጃዛ ስለለለና በተለይ ኣብ ሪያድ ለለና ካልእን ክንል ንኽእል ከም መለማመዲ ኢና ክንጥቀመሉ ዘለና እያዛማ የመና ክንጸልኦ የብልናይ ካብኡ ከዓ በቃ እንድሕር ኣጋጢምና ኮይኑ ከም መለማመዲ ኢና ክንጥቀመሉ ዘለና ምክንያቱ ኣብዚ ዘለናዮ ገዳም ኢና ዘለና ኣዕራብ ምንም ኣይብላናይ ብርግጥ ምልብላና ድጸሎት ዝኸውን ልኩሉ ኩሉ ግዜ ዝኾን ልኾን ክህልወና ይኽእል እዩ ፈተና ግን ክምቲ ናይ ዓድና ኣይኮነይ ኣብ ዓድና ብዝኸድካዮ ቁጽሪ ሙዚቃ ብንቅር ኢለ ብለካ ብልኸድካዮ ቁጽሪ ምክንያቱ ምስ ሕብረተሰብ ኢኻ ትነብር ኣውዚ ዓርክና መን እያ ጀዋል ማሓዛና መን እያ ጀዋል ኣቦና እነና መን እያ ጀዋል ማለት ቡኢና ንረክብ ቤተሰብና ይኹን ክንፍረጅ እንተለይና ብወይና ኩሉ ነገር ንረኽቦ ማለት እዩ ስለዚ ኣብ ዓዲ ግን ምስ ሕብረተሰብ ስለልትነብር ግዜ ይፃበበካ እዩ ማለት እዩ ተሓዲ ላፍ ተሓዲ ንዓ ኢለካ ተሓዲ ላፍ ተሓዲ ትኸድ ካብኡ ከዓ እዚ ስራሕካ ከዓ ናይ ጉልበት ስራሕ ስለዝኾነ ኣብ ዓዲ ብጉልበት ስለዝሰርሕ ግዜ ይሓፅረካ እዩ ማለት እዩ ኣብዚ ግን ገዳማዊ ህይወት ስለለለና እንመሃረ ለምሳሌ ዓዲ ተኮይና ከየድና ቤተ ክርስትያን ተፈቂድና እግዚኣብሔር ኣምላክ ከየድና ቤተ ክርስትያን ግዜና ሂብና ኢና ንምሃር ኣብዚ ግን እንዳሰራሕና እውን ኢና ሰማዕና ጌርና ከዓ ናሰማዕና ኢና ንምሃር ማለት እዩ ስለዚ ግዜ ኣለና ውዙይ ገዳማዊ ህይወት ኢና ዘለና ንፀሎት ዝኸውን ግዜ ለምሳሌ ኣብ ዓዲ ከድካ ብዙሕ ነገራት ከፍ ኢልካ ትሰርሖ ነርካ ኣብዚ እተወሰነ ስራሕካ ስራሕ ስራሕ ኣቢልካ ናብ ፀሎት ክትኣት ትኽእል ኢኻ ማለት እዩ ገዳማዊ ህይወትና እዚ ዳኣ ንምንታይ እዩ ጠቕመናትና እያ እዛ እዚ መለማመዲ ክንገብሮ ኣለና መለማመዲ ኩሉ ነገርስ ልመለማመድ እዩ እንዶ ሓንቲ ቃል ኣላትና ደስ ስል ትብለኒ እና ሓደ ክርስትያን ሲ እቲ ዘለዎ ቦታ እግዚኣብሔር ኣምላክ ክቕይረሉ ዘይኮነ ዝልምን ሲ እቲ ቦታ እሱ ተስማዕሚዑ ክነብር እዩ ዝደሊ ዝልምን ማለት እዩ እዚ ቦታ እሱ ዘለዎ ቦታ ተስማዕሚዑ ንክነብር ማለት ንሱ ክቕይረልካ እግዚኣብሔር ኣምላክ ዘይኮንካ ትደልሲ እንታይ ደኣ ንስኻ ንዕኡ ተስማዕሚዕኻ ንእግዚኣብሔር ኣምላክ ምርካብ ማለት እዩ ኣብ ዘይምቹ ቦታ ንዕኡ ኣሞቻቺኻ ንእግዚኣብሔር ምርካብ ማለት እዩ። መስዋእቲ ከፊልካ ምክንያቱ እሱ ትገብረሉ ተለካ ጣዕሚ ኣለዎ ማለት እዩ በእውነት ክርስትና ጣዕሚ ኣለዎ እንድሕር ጥዒምካዮ ኮንካ እንድሕር ብተግባር እንድሕር ውዒልካዮ ኮንካ ጣዕሚ ኣለዎ ማለት እዩ መኣዛ ኣለዎ ብዚ ክልተ መዓልቲ መስለኒ ዝሰራሕክዎ ሓንቲ ኣራንሺ ስል ጣዓማ እዩ ጣዕሙ ክፈልጣ ልኽእል እምበር ለይጣዓማ ክፈልጦ እየ እግዚኣብሔር ኣምላኽና ተቆሚስና እየ ኢና ክንፈልጦ ንኽእል ስኻእ ብተግባር ማለት እዩ ስለዚ ኣብ ውሽጢ ፈተና ብርትዕ እምበር ድኻም የለይ ማለት እዩ እዚ ክንፈልጦ ኣለና ድኻም የለ ብርትዕ ኣሎ ቅዱሳን ሃዋርያት ንሕና እኳ ዋላ ክንድኦም ተለይኮና ግን መምሃሪ ክንጥቀመሉ ኣለና መፅናዕንዕን ንባዕልትና ክንጥቀመሉ ኣለና ማለት እዩ እንታይ ብለኩም ደልየ ንሕና እኳ ዋላ ክንዶ ናይ ቅዱሳን ሃዋርያት ሂወት ኣይሃለወና ሃዋርያ ቅዱስ ጳውሎስ ወይ ከዓ ሲላስ መስለኒ ክልቲኦም ማለት እዩ ኣብ ሓደ ኣዳራሽ ኮይኖም ሲ እዚ ኣዳራሽ ከስካዕ ብዝማሬ ተነቃነቀ ኢሉ ኢለና ማለት ተነቃነቀ ኣብ ግዜ መከራ ሓይሊ እምበር ድኻም የለይ ማለት እዩ። ድኻም የለይ ሓይሊ ኣሎ ማለት እዩ። ስለዚ ንሕና ከዓ ነዚ ፅንዓት ጌርና ነዚ ንሕና ብቻ ክንብርትዕ ለልና ብፀሎት እዩ ማለት እዩ። ምክንያቱ ሰማይን ምድርን ግዜ ሰማይን ምድርን ዝፈጠረ እግዚኣብሔር እንድሕር ሒዝና ኮይና ኩሉ ትሕተና እዩ ማለት እዩ። ኩሉ ኣብ ትሕቴና እዩ ንጸሎት ግን ዓብዪ ቃልሲ ኣለና በእውነቷ ኣብ እጃዛ በተለይ ማለት እዩ ልጸሎት ቡቲላ ውጋዕኻሲ ናይ ጸሎት ሰዓት ክሓልፈካ ይኽእል እዩ ማለት እዩ ኣቱም ዘለኹም ትፈልጥዎ ኢኹም ማለት እዩ ንእጃዛ ከዓ ለይቲ ቀትር ስለ ለይፍለጠካ ከዛ ሃሬስኻስ ልለ ይመሺ ወይ ከዓ ይወግሕ ማለት እዩ ቀትሪ ለይትስ ይተሓዋወሰካ እዩ ምክንያቱ ካብ ገዛ ስለ ለይትወፅእ ማለት እዩ በተለይ ንውሕ ዝበለ ሰዓታት ንውሕ ዝበለ ሰሙናት እንፀንሖ እጃዛ በተለይ ማለት እዩ ካብኡ ከዓ እንድሕር ስራሕ ለይብልካ ኮንካ ስራሕ ከዓ እንድሕር ለይብልካ ኮንካ ክነቃቃሕ ስለለይክእል ኣካላትካ ትኺት ኣሎ ማለት እዩ ትኺት ፅዕን ይብለካ ማለት እዩ ድብር ይብለካ ክስካብ ስራሕ ትኸድ ማለት እዩ ሉዚ ተቋቒምና ፈተና እነሸንፈሉ ብጸሎት እዩ ማለት እዩ። ጸሎት ክነቋርጽ የብለ ኣቡነ ዘበሰማያት ዋላ ትኹን ማለት እዩ ዓባይ ጸሎት እያ ናና ካብኡ ምስእኻ ስግዳን ምስጋድ ማለት ስግዳን ክንሰግድ ከለና ሕልናና ከዓ የብል እዩ ማለት እዩ ናይ ምግታ ናይ ምቁፅፃር ይህበና እዩ ማለት እዩ ክንቋፃፀሮ ተኮይንና ስግዳን ክንሰግድ እኒአና ማለት እዩ ለምሳሌ መዝሙር ዳዊት ዕስራይ ሰለስተ ይላጎዶ መዝሙር ሳዊት ዕስራይ ሰለስቲ ኣንብብ ዶ ተብላ ካብኡ ኣርባዓይ ሓደይ ስግድ ተዓቕምኽን ማለት እዩ ካብኡ ሓምሳይ ሓደይ ደላታ ብቃልክን ትኽእልኣ ማለት እዩ ንዓኣ ድግም ኣቢልክን ስግድ ማለት እዩ ከምኡ እንድሕር ጌርክን ከዚ ክሰግድ እኒኤን እንድሕር ኢልክን ለእምሮኹም እንድሕር ኣእሚንኩም ኮይንኩም ለይክትሰግዱ ትኽእሉ ኢኹም ኣብ ግዜ ጸሎት ላሃለኻ ኣብ ማእከል ግበርዎ ማለት እዩ እቲ ስግዳን ስግዳን ብጣዕሚ እዩ ልቃለሰካ ማለት እዩ ምክንያቱ ስግዳን ንስኻ ተሸንፈሉ ሞመንት ስለ ልኾነ ብስግዳን ብደንቢ ገይረ እዩ ልብለካ ማለት እዩ ኣካላትና ስለ ልድክም ኣካላትና ንእግዚኣብሔር ኣምላኽ ክነግዝኦ ስለ ልደሊ ብደንቢ ገይሩ እዩ ልቃለሰና ማለት እዩ ስለዚ ኣብ ምንታይ ትገብርዎ እኒኢኹም ኣብ ማእኸል ኣብ ማእኸል ክትጥቀምሉ እኒኢኩም ኣቡነ ዘበሰማያት ድግም ኣቢልኩም ስግድ ክተብሉ እኒኢኩም ማለት እዩ ኣቡነ ዘሰማያት ይኹን ወይ ውዳሴ ማርያም ድግም ኣቢልኩም ኣብ ማእኸል ስግድ ክተብሉ እኒኢኩም ካብኡ ለኣንቀፀ ብርሃን ክትሰጋገረ ከለኹም ኣብ ማእኸሉ ስግድ ክተብሉ እኒኢኩም ብኸምዚ ኢና ክንኸደ ንኽእል ብዙ ነገራት እንድሕር እዚ ኣሸኒፍናዮ ኮይና እንዳሰገድና እንድሕር እንትን ኢልና ኮይና ኣካላትና ከዓ ይደክም ካብኡ እምሮና ንቆፃፀር ማለት እዩ እንዶም ሓንቲ ትምህርቲ ዝሰማዕክዋ ነይራሲ ሰይጣን ድሕር ከውድቐካ ደልዩ መጀመርያ ላብ ስምዒትካ እዩ ዝመፅእ ይብል ነይሩ ማለት እዩ ምክንያቱ ስምዒትና እንታይ እዩ ተለዋዋጢ እዩ ማለት እዩ ናይና ንደቂ ሰባት ተለዋዋጢ እዩ ምክንያቱ ሙዚቃ ተሰሚዕና ናብ ሙዚቃ መዝሙር ተሰሚዕና ናብ መዝሙር ደራፊ ተሪእና ናብ ደራፊ ገጣሚ ተሪእና ናብ ገጣሚ ስምዒትና ተለዋወጥ ስለ ዝኾነ መጀመርያ ላብዚ እዩ መፅእ ኢልዎ ላብ ስምዒትና እዩ መፅእ ብስምዒት ነዲድና ላብኡ ክንወድቕ ኢሉ ይገብረና ማለት እዩ ስምዒትና ንክንቆፃፀር ግን እንታይ የድልየና ማለት እዩ ስግዳን የድልየና እዚኣ ንስምዒትና ንቆፃፀር እዩ ዝጠቕመና ስግዳን ማለት እዩ ካብኡ በረከት ካብኡ መሕደር መንፈስ ቅዱስ ንኾን ማለት እዩ ስግዳን ቀሊል ነገር ኣይኮነን እዩ ማለት እዩ እና እያዛ ዘለና እንደውም ቅዱስ ዮሐንስ አፈወርቅ ልተናገራ ነራ የክርስትያን መከራ ልትብል መፅሓፍ ነራ እና የክርስትያኖች መከራ ልትብል ሓዳርሲ ንደቂ ሰባት ዘይጠቅም ሓዳርሲ ንመንፈሳዊ ህይወት ዳኣ ንመንፈሳዊ ህይወት ዘድክም ተዝኸውን ነይሩ ሓዳር ኣይምሃበይ እግዚኣብሔር ኣምላኽ ልትብል እያ እና ዝኾነ ነገር ለኣና ለድክመና ተልኸውን ነይሩ ንመንፈሳዊ ህይወትና ለድክም ተልኸውን ነይሩ ኣይምሃበና እግዚኣብሔር ኣምላኽ ማለት ዓባይ መፀናንዒት እያ ኮይናትኒ ስለዚ እግዚኣብሔር ኣምላኽ ለኣነ ሓዳር ለይጠቕመና ወይ ከዓ ሓዳር ሲ ምክንያቱ ሓዳር ትሒዝና ኣይ ቆልዑ እኮ እዮም ልሓዙኒ ኢላበልና መንፈሳዊ ህይወትና ንኸይንቐፅል ክንኽእል ኢና ማለት እዩ ኣይ ኑሮ እኮ እዩ ኮይንኒ ኢልና መፅሓፍ ቅዱስ ዘይንክነንብብ ንኽእል ኢና ማለት እዩ ስራሕ እኮ እዩ በዚሕኒ ደኸይምኒ እኮ እዩ ኢልና ንኸይንተራረፍ ከምኡ ተልኾን ነይሩ ሓዳር ንመንፈሳዊ ህይወት ተለድክም ተልኾን ነይሩ ወይ መንፈሳዊ ህይወት ንኸይትቕፅል ተዝገብር ነይሩ ሓዳር ኣይምሃበይ እግዚኣብሔር ኣምላኽ ክትብል እየ ቅዱስ ዮሃንስ ኣፈወርቂ ተዛሪብዎና እዚ ቅዱስ ኣቦ በእውነት ብከምዚ ዓይነት በተለይ ብልህቦም ነገራት ብጣዕሚ የፈትዎ እዩ ዝቅዱስ ኣቦ ማለት እዩ በእውነት እና በረከቱ ይሕደረና ናይ ቅዱስ ዮሃንስ ኣፈወርቂ ማለት ሓደ መዓልቲ ገድሉ ከምፀልኩም እየ ማለት እዩ እና ንሕና ከዓ ካብኡ እንታይ ይብል መስልኩም ኣብኡ ተሎ ናይ ቅዱስ ዮሃንስ ኣፈወርቂ ካብ ኣተየ ወፀይ እንታይ ይብል ማለት ኣብ ናይ መንፈሳዊ ህይወት ዘለና ጉዕዞ ናወዳእካ ናተሳእኻ ካብ ኣተየ ወፅኢታ እዩ ልብል እዚ ቅዱስ ኣቦ ማለት እዩ ሓደ ፈላስፋሲ ነይሩ ማለት እዩ። ፈላስፋ ብጣዕሚ እታ ሰበይቱ ብጣዕሚ ሓያል ማለት እታ ሰበይቱ ብጣዕሚ ክወፅእ ከሎ ክኣቲ ከሎ ትንዝንዞ ማለት እዩ ፈላስፋ። ካብኡ ናብ ሓደ ዝኾነ ዕዱም ኮይዱ እቲ ፈላስፋ ምስታ ሰበይቲ እዚኣ ሲ ከመይ ጌርካ ኢኻ ትነብር? እንታይ ደኣ እንድሕር ፈላስፋ ኮይነሲ ኣበይተይ ደኣ እዩ ፍልስፍንኡ ኢልዎም ማለት እዩ እና ምክንያቱ ፈላስፋ ድኾን እኒ ፈላጥ ድኾን ይተውኒ ኣብይ ትዳእይ ትፍልጠተይ ድሕር ታሰበይቲ እዚኣን ድሕር ፈትሕያ ኮይነን ድሕር ከምኣ ክነብር ተለይክኣል ክሲ ኣብይ ተኢዳ እኒ ትፍልስፍኖ ኢልዎ ማለት እዩ ስለዚ እንታይ ይብሉ ማለት እዩ ሓዳር እዚ ማእኸል መሰልጠኛ በማርኛ ስለ ዝኾነት ማለት እዩ ማእኸል መሰልጠኛ ግወረ ይብል ማለት እዩ ምክንያቱ ኣብ ሓዳር እንታይ ኢሉ ጭቕጭቕ ኣሎ ካሊእ ካሊእ ኣሎ ንትርኽ ኣሎ ምፅዋር ኣሎ ምናምን ኣሎ ድሓር ደገ ክትኸድ ከለኻ ኣብ ቤትካ ተላማሚድካዮ ስለልትኸድ ደገ ምንም ኣየሸግረካይ ማለት እዩ ትጻወረ ኢኻ ምክንያቱ ገዛኻ ተላማሚድካዮ እኒኻ ከዚ እንታይ ክብለክን ደልየ ኣብ እያዛና ዘሎ ውፃእ ተውስ ኢልካ ላእና ዝኾነ ፈተናታት ሲ ማእኸል መሰልጠኒ ክትገብሮ እኒአክ ማእኸል መሰልጠኒ ክንገብሮ እኒአና ማለት እዩ ድሕሪ ማእኸል መሰልጠኒ ጌርናዮ ኮይና ዓዲ ከይድና እግዚኣብሔር ኣምላኽ እዩ ኩሉ ነገር ኣና ፅባሕ ነገር ኣይጭነቕ እዩ ማለት በእውነቱ ምክንያቱ ናጋና ናጋ ብጣዕሚ ኢለ ጨንቐኒ ነይሩ ተሓዝ ተነቢረላ ግን ንዓይ እኽልቲ እያ ምክንያቱ ፅባሕ እግዚኣብሔር ከዳለወለ እዩ እግዚኣብሔር ኣምላኽ ታይ ላእይ ልሓዘልስ ብዙሕ ነገር ኣሎ እምነት ስለለጉድል እየ እምበ ኢለ ሓዲገ እዩ ማለት ስለዚ ንሕና ከዓ ፅለ ፅባሕ ክንጭነቐ የብልና ግን ብደንብ ክንመሃር እኒአና ህዚ ክንጥቀመሉ ኣለና ናፅባሕ ከዓ እግዚኣብሔር ኣምላኽ ሒዝና እኒኦ ኣብቲ ሕዚ ግን ማእኸል መሰልጠኒ ክንገብሮ እኒኤና ማለት እዩ እታ ተንብብዋ ተደሊኹም እታ መፅሓፍቲ እያ ትብል የክርስቲያኖች የክርስቲያን መከራ እያ ትብል ማለት የክርስቲያን መከራ ትብል እያ እና እንደ ኣጋጣሚ ተግኒኹምዋ ምእንታይ ተንብብዋ እና ማእኸል መሰልጠኒ ኢና ክንገብረሉ ኣለና ማለት እዩ ዝኾነ ፈተና ልመፀ ዝኾነ ነገር ልመፀና ማእኸል መሰልጠኒ ኢና ንገብሮ ማንም ልኾነ ማንም እና ፍልስፍናይ ደኣ ኣበይቲ እዩ ኢሉ እቲ ፋላስፋ ከዓ ንምንታይ ኢኻ ምስዚኣ ትነብር እምበኣር ደኣ እንታይ ዓይነት ፍልስፍናይ ደኣስ ኣበይቲ እዩማ ፍልስፍንኡ ለኣተለይ ፀይረያ ልብልይና ንሕና ከዓ ኣብዚ ደል ተዘይተፃዊርናዮ ዓድልልና ከዓ ኩሉ ኩነታት ክንፃወረ ስለንኽእል በቃ ኩሉ ግዜ ክንሕዘ ዘለና ኣብ ፈተና ሓይሊ እምበር ድኻም የለን። ኣብ ፈተና ሓይሊ እምበር ድኻም የለን። ስለዚ ብከምዚ ኢና ክንኸዱ ዘለና ኣብ እጃዛ ዘሎ ካብኡ ስርዓት ልኸዝሕዝ ንእሽቶ ነሸግረካ እዩ ለምሳሌ ብሓደ መሶብ ንቃረብ ንበል ኣብኑ ዘበ ሰማይ ኣደጊብና ንክንበልዕ ብዙይ ዘሎ ብዙሕ ዘለ ዝርያ ሰብ ዘሎ ምሳና ንእሽቶ ነሸግር እዩ ማለት እዩ ግን ናይ ልቦናና ዝፈልጥ እግዚኣብሔር ስለ ዘሎ ተኾነ ተኾነ ዓቕሚ ተልዩና፣ እንተ እንተልዩና ወይ ከኣ ካብ ውዳሴ ከንቱ ክንርሕቕ ተደሊና ለባዕልትና ከኣ ኣማዕቲብና ከምዚኣ ጌርና ክንበልዕ ንኽእል ኢና ማለት ብውሽጥናም ክንደግም ንኽእል ኢና። ቅድሚ ናብቲ ምግቢ ምእታውናን በይንና ክንደግም ንኽእል ኢና። ምክንያቱ ውሽጠ ዝፈልጥ እግዚኣብሔር ኣምላኽ ኣለና ማለት እዩ። እቲ ምግቢ ባሪኹ ክበና ተዘክረት እግዚኣብሔር ክህልወና መጀመርያ ኣውነ ዘበሰማያት ደጊምና ክንመፅእ ለምሳሌ ክንሕፀብ ኢድና ምናምን ንኸይና ወዶ ኣብኡ ተለና ኣውነ ዘበሰማያት ናዚገም ቢልና ናብ ምግቢ ክንበልዕ ከለና ከዓ ኣማዕቲና ማለት እዩ ኦኬ ከምዚኣ ጌርና ስርዓት ንክትሕሉ ንእሽተን የሸግረካ እዩ ኣብ ፀሎት ሰዓት ከዓ ፀሎት ፀሎት እዚ ካልኩሌሽን ክነውፀሉ የብልና ብእውነቱ ካልኩሌሽን ክነውፀሉ የብልና ንሽተን ቦታ ተረኪብና ኣብኣ ኣውነ ዝበሰማያት ናሕፅር ኣቢልና ዋላ ጫው ጫው ብዙ እንድሕር ኮይኑ ኣውነ ዝበሰማያትና ደጊምና ክንርስ ንኽእል ኢና ማለት እዩ ወይም ክንትስእ ንኽእል ኢና ማለት እዩ ስርዓት ንምትሓዝ እዩ ንእሽተን ዘሸግረካ መፅሓፍ ክነንብብ ካብ ብጣዕሚ ኣሸጋሪ እዩ ወይም እንታይ ትገብራ መሲልክን ድቃስ ምቀያር ማለት እዩ ድቃስ ለምሳሌ እንድሕር ብሓደ ሰዓት ትሽዓንተ ቀትሪ ከምቲ ናይ ንድቅሰና ዓልትና እየ ከይደ እየማ ካልእም ለይት ክኾን ይኽእል እዩ ንሕና ግን ቀትሪ ኢና ንርስ ነርና ሰዓት ሓደ ልኾን ሰዓት ሓደ ንግሆ ሰዓት ክልተ ንግሆ ምናምን ንርስ ካብኡ ሰዓት ትሽዓንተ ሰዓት ዓሰርተ ሓደ ምናምን ኢና ልንለዓል ማለት እዩ እስኻትን እንታይ ትገብራ እኒኤክን ኣቐድም ኣቢልክን ትህርሳ እኒኤክን ሰዓት ክንደይ ሰዓት ትሽዓንተ ሰዓት ሸሞንተ ናይ ለይቲ ማለት እዩ ትህርሳ ዶ ካብኡ እቲ ሰብ ተልዒሉ እዩ እኒኦ ማለት እዩ እሱ ክለዓል ተሎ ንስኻትን እሱ ክርስ ተሎ ንስኻትን ትለዓላ ማለት እዩ ሰዋት ኣይኾነክን ሓደ ፀጥ ዝበለ ቦታ ትረክብ ኣለኽን ንፀሎት ካልኣይም ነገር መፅሓፍ ቅዱስ ተንብባ ተደሊኽን ፀጥ ዝበለ ትረኽባ ኣለኽን ማለት እዩ እዚ ነገራት እዚ ክትገብራ ረኽባት ይድግፈክን ማለት እዩ እዚኣ እያ በቃ ብጥበብ ምንባር ማለት እዩ ብጥበብ ምክያድ በዓልትና ክነባእዛዝ እዩ ከምቲ ዝበልኩም ዓንቶ ክርስትያን ሲ እዚ ዘሎ ቦታ ክቕይረሉ እግዚኣብሔር ኣምላኽ ዘይኮነ ክልምን ዘለዎ ነቲ ቦታ ዝተቐቢሉ ንክርስቶስ ክረኽበሉ ዝኽእል ቦታ እዩ መስዋእት ትገብረሉ ተለካ እግዚኣብሔር ከዓ ይድግፈካ እዩ ማለት እዩ ወይ ቀልጢፉ ስራሕካ ይፈጥረልካ እዩ ወይ ከዓ ንእሽተን ነገራት ይኸፍተልካ እዩ ማለት እዩ እና ኣይዞኹን በርትዓ ይብለክን ዘን ኣሕዋተይ በርትዓ ኩልና ስንፍና ኣለና እዩ ቤንኽን ይኾን ኣናም ኣል ማለት እዩ ኩልና እጃዛ እንወፅእ ተቀያየርቲ ኢና ክልተ ሰብ ኢና ንኾን ድሓር ብጣዕሚ ትገርመኒ ንርእሰይ ማለት እዩ ክልተ ሰብ ክኾን ክብለክ እንደሊ በርትዓ በርትዑ ማለት እዩ ቀጉብዙ ኣጆኹም ክልተ ሰብ ኮይንና ኢልኩም ኣይትጨናነቑ እስካብ ጀመርቲ ዝኾንና ድረስ ክንኾን ግድን እዩ ማለት እዩ ንሕና መነኩሳያ ስለ ዘይኮንና ምክንያቱ ፍትወት ልበሃል ስካባና ይርሓቐልና እዩ ክርሕቐናም ኣይክእልን እዩ እንታይ ደኣ ቀስ ብቐስ ኢና እቲ እሱ ነገራት ብጸሎት ኢና ክንኸዶ ንኽእል እና እንዲሁም ቅዱሳን ኣቦታትና ገዳማውያን ካብ ዓለም ዝኾነ ይኹን ዝርሕቕ ኣለውስ ንምንታይ ይመስለኩም? እዚ ፈተናታት እዚ ንኽቋቖምዎ እዩ፣ እዚ ፈተናታት እዚ ንኽሓልፍዎ እዩ ማለት እዩ። ኣብ ዓለም ድማ ምንባር ድማ ጠፊእዎም እዩ ኣብ ባዕቲ ልኾነ ነገር ለብል ሕልናኻ ልስብሰበልካ ሕልናኻ ኣእምሮኻ ልስብሰብ ንሕና ግን ኣብ ጫው ጫው ጫው ጫው ስለ ለለና ብኡ ከዓ እግዚኣብሔር ተረኺብና ይኽኣል ተመስገነ ይኹን ማለት እዩ እና እጃዛ ብኸምዚ ኢና ንኸዶ ዘንሕዋት ብዙሕ ነገር ፈተናታት ስለለለና ስርዓትካ ምሕላው ማለት እዩ እታይ እስኻ እኮ ከምዚ ኢኻ እስኻትን እኮ ብሰንክኽን እኮ እዩ ከምዚ ልመፀና ኣሎ ሰንኩም እኮ ከምዚ ልመፅ ኣይትስምዑ ኣይ ዶንት ኬር የእውነት ኣይ ዶንት ኬር ማለት ሲ ንሕና ኢና ክንርድኦም ዘለና ላእታቶም ንሳቶም ክርድኡና ከይንፅበ ብስሩ ብዙ ስምዕ ቢልና ብዙ ኣንሰዳ ማለት እዩ ምክንያቱ እሳቶም ንሕናስ ኣበይ ከም ንነበርናስ ክንፈልጥ ኣለና ማለት እዩ ኣበይና ነርና ንሕና ምክንያቱ ኣብኡ ስለ ዝነበርና ኢሳኣን ምፍላጦም እኮ እዩ ኢልና ንሕና ኢና ክንርድኦም ዘለና ማለት እዩ ካብኡ ደሞ ከምዚ ክንብል ከለና ከዓ ትዕቢት ከይሕዘና ኣዚና ክንጥንቀቕ ኣለና ማለት እዩ ትዕቢት ማለት እዩ ምክንያቱ ንሕና መጀመርያ ኣርኣያ እኳ ክንኾን ተለይከኣልና ናይ ፍቕሪ ኣርኣያ እኳ ክንኾን ተለይከኣልና ናይ ትዕቢት ኣርኣያ ግን ክንኮን የብልና ማለት ናይ ፍቕሪ ኣርኣያ ግን ንኹን ማለት እዩ ምክንያቱ መንፈሳዊ ህይወት ሓደ ጣዕሙ ክፈልጦ ዝኽእል ሰብ ካብቲ ሓው ለሎ ርእዩ እዩ ጣዕሙ ክፈልጦ ዝኽእል። ካብቲ ሓው ለሎ ምስኡ ለሎ ጣዕሙ ክፈልጦ ተኾይኑ ካብቲ ሓው ለከስ ከምዚ ዓይነት መንፈሳዊ ህይወት ኣሎ እዩ፣ ለከስ ከምዚ ይባል እዩ፣ ለከስ ንሕና ጸለውቲ ኮንኮን እኒና እንድሕር ዝብርቕራቕ ኮይኑ ህይወትና ግን ሓደ ንባዕልትናም ዘለና መንፈሳዊ ህይወት ዝነበረና ኣረኣእያ ይወርድ እዩ ምክንያቱ መንፈሳዊ ህይወት እኮ ርእስኻ ምኽባር እኮ እዩ ካሊእ በእውነት ርእስኻ ምኽባር እኮ እዩ ካሊእ ምንም የብሉ ምክንያቱ እዚ ርእስኻ ምኽባር እንታይ ይመስለኩም ማለት እዩ ንኣኻ ዘዩድልሲ እግዚኣብሔር ኣምላኽ ለይፈትዎ ንበል ማለት እዩ እግዚኣብሔር ኣምላኽ ኣይፈትዎ ማለት እስኻ ከኣ ኣይትፈትወይ ማለት እዩ ብኻሊእ ኣባህላ ስለዚ ካብቲ ሰብሱ ንስኻ ትፍለ ኣለኻ ኢኻ ማለት እዩ ካብቲ ንሰብሱ ዝገብሮ ዝነበረ እምቢ ኣይተሓባበሪ ኢኻ ትብል ኣለኻ ማለት እዩ ልዚ ከኣ ርእስኻ ተኽብር ኣለኻ ርእስኻ ምኽባር እዩ መንፈሳዊ ህይወት ካልእ የብሉ እና እንድሕር ከምዚ ኮይኑ በቃ እንድሕር ርእስና ኣኽቢርና ኮይንና ልሰብ ለይንስሕወሉ ምክንያት የለ ተለይ ሰሓብና እኳ ናታትና ባውንደሪ ግን ይኽበር እዩ ማለት ኣይገርመኩምን? እግዚኣብሔር ኣምላኽ ኣነ ግርም ይብለኒ ሓደ ሓደ ግዜ ማለት እዩ ማሲ በቃ ሽቑርርም ትብል ማለት እዩ ምክንያቱ ምን ኮይነ እየ ትብል ኢኻ እና ትዕቢት ክንጥንቀቕ ኣለና ትዕቢት ክሕዘና እንዶም ካና ልቡ ንፁህ ዝኾነ እሳቶም ምዃኑ ክንርዳእ ኣለና ንርእስና ከምኡ ኢልና ክነእምነ ኣለና ማለት እዩ ከምኡ ኢልና እንድሕሪ እሚናዮ ኮይና ምስ ሰብ ርክብና ፅቡቕ ኢሉ ኾን ማለት እዩ ርክብና ምስ ሰብ ልልና ርክብ የመና ምለ ይርሓቕ ክኾን የብሉ የመና ከዓ ልቐረበ ክኾን የብሉ ልቐረበ የመና ተኮይኑ ከዓ ንሕና ንዕኣቶም ናይ ምሕዋስ ተኽእሎ ክህልወና ስለ ልኽእል የመና ርሓቐ ተኮይኑ ከዓ መንፈሳዊ ህይወት ናይ ፍቕሪ ኣርኣያ ድኣ እምበር ናይ ንእኪዶ ናይ ገለልትነት ክነርኢ የብልናይ ማለት እዩ ብርግጥ እንትናና ክፈላለ ይኽእል እዩ ማለት እዩ ዓቕምና ክፈላለ ይኽእል እዩ ምክንያቱ እዚ ልልና ዓቕሚ ምክንያቱ በተለይ ዓቕሚ እንድሕር ለይብልካ ኮይንካ ላብኡ ልለይ ምዝፋቕ ማለት እዩ ንስኻ ርሕቕ ክትብል ትኽእል ኢኻ ማለት እዩ እዚ ከም ዓቕምና ኢና ክንኾደ ንኽእል ተኽኢልና ተኽኢልና ግን ኣምትለኩም ደኹ ናይ ፍቕሪ ኣርኣያ ተንኾን ፅቡቕ እዩ ምክንያቱ ሰሓብቲ ክንከውን እኒአና መኣዛ ናይ ክርስቶስ ክንስሕብ እኒአና ማለት እዩ ሰሓብቲ ክንኮን እኒኤና ማለት እንዶ ሓደ ሓደ ግዜ ኣይገጥመኩም ጸሎት ላጸለኹም ነርኩስ ኣን ለባም ሳኻትኩም ክጽሊ ልብል ሰብ ኣጋጥምኩም ኣይፈልጥኝ እዚ ካብቲ ስኻትኩም ትገብርዎ ኣቀራርባ እዩ ልውስነ ማለት እዩ እንድሕር መንፈሳዊ ህይወት እንድሕር እንትን ኮይኑ ዝስምዖም ኮይኑ ማእሰርቲ ኮይኑ ዝስምዖም እንተኮይኑ ማእሰርቲ ከም ዘይኮነ ኢና ክንሪኦም ዘለና እና እንቅፋታት ለሎ ሓደ ሓደ ለሎ እዚታት ንሕና ኢና እንትን ክንገብሮ ብጥበብ ኢና ክንርኸድ ለለና መንፈሳዊ ሰብሲ ይምርመር እምበር ኣይምርመር ይልበሃል እዚ እዩ ማለት እዩ ምክንያቱ ካብቲ ለይምርመር እግዚኣብሔር ኣምላኽ ስለ እንወፅእ ማለት እዩ ሶ ንሕና ዝተኽኣለና መጠን ህይወትና ንበዓልትና ንእሽተን ነባእዛዝ ማለት እዩ ድሕርሕና ባውንደር ዝተሓለየ ኮይነታትና ጸሎት ላገበርካ ክርቡሽኻ ይኽእሉ

ጸሎት ግበር እሞ ብሓደ ክንኩስትር ኢና፣ ጸሎት ግበር እሞ ወይም ጸሎት ግበር እሞ ብሓደ ክንሓጽቦ ኢና ልብል ኣስታይት ይመጽእ። እዚ እንታይ እዩ? ልበዓልትና ለለና ክብሪ፣ ልጸሎት ዘለና ክብሪ፣ ልእግዚኣብሔር ኣምላኽ ለለና ክብሪ እነርእየሉ መንገዲ ስለ ዝኾነ እዩ፣ ካልእ ኣይኮነን። ስለዚ እዚኣ ከዓ ብደንቢ ጌርና ስጢምና ክንሕዛ ኣለና። እንግዲህ ናይ ሎም ዝነበረና ቪድዮ እዚኣ ትመስል ማለት እዩ። ጥቐይማትኩም ትኾንም ተስፋ ይገብር ብንእሽቶይ ማለት እዩ ሓገዝም ተኾነትኩም ማለት እዩ እና ናይ ኣሕዋትኩም ዝጠቅም ተኾይኑ ድማ ሸር በሉሎም። ብካሊእ ትሕዝቶ እስካብ እንራኸብ ድማ ሰላም እግዚኣብሔር ኣምላኽ ምስ ኩላትና ይኹን። ፍትውትው የዘብለኩም ካብ ልበይ